ብዛዕባ ኣቤኔዘር ኩሉ ሰብ ከጠንቅቐኒ ዝክረ ምሳይ ዘዘሊሉ ኣብ መወዳእታ ኣብ ዑና ዝገድፈን ህቦብላ ንፋስ ከም ዝኾነ ይነግሩኒ ነይሮም። ኣቤኔዘር ኣብ ኣዳማ ዩኒቨርሲቲ ኩሉ ሰብ ዝፈልጦ ተጻዋታይ፣ ምስ ብዙሓት ኣዋልድ ዝዘውር፣ ፍሽኽታ ዘይፍለዮ ጽቡቕ ወዲ እዩ ነይሩ። ሎሚ ኣብዚ ናቱ ሸነኽ ባዶ ዝኾነ መደቀሲ ዓራት እናጠመትኩ እንትዝክር ግን ኩሎም ተጋግዮም ምንባሮም ይርድኣኒ። ኣቤኔዘር እግረ መንገዱ ተማሊኡኒ፣ ደሓር ግን ኣብ ዑና ገዛ ደርብዩኒ ዝኸደ ህቦብላ ኣይነበረን። ንሱ ካብ ኣሽሓት ሓደ ግዜ ዝገጥመካ ዓይነት ትእንግርቲ እዩ ነይሩ። እታ እንኮ ጣዕሳ ህይወተይ ንዕኡ ምፍቃረይ ዘይኮነስ ኣብዛ ቅድሚ ንዕኡ ምርካበይ ዝነበረት መዓልቲ ብኻ ሞይተ ዝብል እዩ። ምኽንያቱ ብኣቤነዘር ክትፍቀር ዘሎ ስምዒት ምፍላጥካ ዓለም ብዘይንሱ ምንባር ፍርዲ ናይ መዋእል ማእሰርቲ ምዃኑ ስለ ትፈልጥ እዩ። ንፈለማ እዋን ክንራኸብ ኣነ ተምሃሪት ካልኣይ ዓመት ዩኒቨርሲቲ እየ ነይረ። ኣብቲ እዋን ኣቢ ኣብ ኩሉ ቦታ ይርከብ ነይሩ። ደፋር፣ ዝደለዮ ብቐጥታ ዝሓትት፣ ዘይግድሶ ዓይነት ሰብ እዩ ነይሩ። ኣብቲ ቀጽሪ ካምፓስ ክንቀሳቐስ ከሎ ዋላ እቲ ንሕና ንትንፍሶ ኣየር ንሱ ዝውንኖ እዩ ዝመስል ነይሩ። ኩሉ ሰብ ብዛዕባ ኣቢ ዝኾነ ዛንታ ኣለዎ። ንእከለ ትበሃል ጓል ተጻዊቱላ፣ ንእከለ እትበሃል ጓል ኣብዩዋ ምስ እከለ ሓዲሩ ኮታስ ብዛዕባኡ ዘይስማዕ ሕሜት ኣይነበረን። እቲ ዝገርም ከኣ ዳርጋ እቲ ኩሉ ብዛዕባኡ ዝዕለል ሓቂ እዩ ነይሩ። ምሳይ ምስ ተላለና ግን ጠባዩ ናብ ዝኾነ ኣንፈት ተለዊጡ። እቲ ብኻልኦት ዝፍለጥ ጽሉልን ውዑይን ኣቤነዘር ምሳይ ክውዕል ምስ ጀመረ ክዝሕል ጀሚሩ። ካብ ዝመጸ ዘይብሃል ዓቕልን ትዕግስትን ከርኢ ጀሚሩ። ኣብቲ እዋን እተን ናተይ መሓዙት ብዙሕ ኣይትእመንዮ፣ ድራማ እዩ ዝሰርሕ ዘሎ ክብላኒ ከለዋ እዝክረኒ። ኣነ ግን ብዙሕ እዝኒ ኣይህበንን ዝነበርኩ። ቀስ ብቐስ ናብ ዓብዓውታን ሆይሆይታን ዝበዝሓ ናቱ ዓለም ከእትወኒ ግዜይ ወሰደሉን። እንተኾነ ግን ናትና ጥራይ ዝኾነት ካልኣይቲ ዓለም ፈጢርና ከኣ ኔርና። ሕልፍ ሕልፍ ኢልና ናብታ ህውሄታ ዝበዝሓን ሃቱን ናይ ኣዕሩኽትና ዓለም ዋላ እንተኸድና፣ እታ በይንና እንነብራ ዓለም ከኣ ዝያዳ ጥዕምቲ ኔራ። ካብ ከተማ ወጺእና ግዜ ነሕልፍ ሃዋሳ፣ ላንጋኖ፣ ሃረርን ድሬዳዋን ኩሉ በጺሕናዮ ኢና። ኣቡኡ እኹል ገንዘብ ይሰደሉ ስለ ዝነበረ ኣይንሽገርን ዝነበርና። እተን ንገብረን ዝነበርና ናእሽቱ መገሻታት ነቲ ናይ ቁልዕነት ፍቕርና ናብ ቁም ነገር ዘለዎ ፍቕሪ ክሰጋገር ናይ ባዕለን እጃም ተጻዊተን እየን። ኣብተን ዝገሽናለን ስለ ዝጽባሕናን ስለ ንምስርቶ ህይወትን ዘቲና ኢና። ካብተን ንቑሓት የዒንቲ ዩኒቨርሲቲ ከዊልና ፍቕሪ ተኻፊልና። ኣቤኔዘር ምሳይ ዝህልዎ ግዘ እናነውሐ ምስቶም የዕርኹቱ ዘሕልፎ ግዜ እናሓጸረ ምስ ከደ፣ የዕርኹቱ ክጋግይዎን እቲ እንፈልጦ ኣቤነዘር መልስልና እናበሉ ክርብሽዎ ንዝክር። ካብቲ ዝተለመደ ግዜ ንላዕሊ ምሳይ ምጽንሑ ዝተውሓጠሉ ዓርከይ ኣይነበረን። ንሶም ዘይተረድኦም፣ ኣነ ከምተን ናይ ቅድሚ ሕጂ ንሰሙን ምስኡ ዘይረን ዝገድፈን ዝነበራ ከም ዘይኮንኩ እዩ። ኣቤኔዘር ኣብ ህይወቱ ንፈለማ እዋን ሰላምን ምርግጋእን ከም ዝሃብክዎ ኣይፈልጡን ነይሮም። ድሕሪ ግዜ ኣቢ ቀዲሙኒ ካብ ቀጽሪ ተመሪቑ ወጸ። ብዘይ ኣቢ ንሓደ ዓመት ኣብ ካምፓስ ክጸንሕ ግዴታ'ዩ ነይሩ። ብዘይ ኣቢ ኣዝዩ ከቢድ እኳ እንተነበረ፣ ኣዲስ ኣበባ ኣዳማ ቀረባ ስለ ዝነበረ ግን ኣብ ክልተ ሰሙን ሓደ ግዜ ግን ይመጸኒ ነይሩ። ኣቢ ቀዲሙኒ ናብቲ ሓቀኛ ዓለም ተጸንቢሩ ኣብ ናይ ኣቡኡ ትካል ስራሕ ጀሚሩ እዩ ዘሎ። ኣቦኡ ንእሽቶ ናይ ግሊ ሆስፒታል እዩ ዝውንን። ኣቢ ድማ ኣስር ኣቦኡ ተኸቲሉ በቲ ዝተመረቐሉ ናይ ፋርማሲ ሞያ ኣብቲ ሆስፒታል ስድራ ቤቱ ተቖጺሩ ስራሕ ጀመረ። ድሕሪ ሓደ ዓመት ኣነ እውን ተመሪቐ ኣብ ናይ መንግስቲ ትካል ስራሕ ጀመርኩ። ድሕሪ ዝተወሰነ ግዜ ኸኣ ነቲ ፍቕርና ናብ ወለድና ክንወስዶ ተስማዕሚዕና ምስ ስድራ ተላለና። እንተኾነ ግን ኣብዚ ግዜ ኣብ ኢትዮጵያ ዕግርግርን ናይ ዓሌት ባእስን ስለ ዝነበረ ኣነን ኣብን ከኣ ዝተፈላለየ ዘርእን ዓሌትን ስለ ዝነበረና ናይ ክልቴና ስድራ ብጽቡቕ ኣይተቐበልዎን። እቲ ኣብ ጎደናታት ቀጽሪ ዩኒቨርሲቲ ዝተተኽለን ዝዓምበበን ስሕበት ፍቕሪ ምስ ዝሑል መንደቕን ተሪር ክውንነትን ተጋጨወ። ብፍላይ ናተይ ወለዲ ንኣቤነዘር ገጹ ከይተርእይና በሉ። ንኣቢ ከም ሰብ ጸሊኦሞ ከም ዘይኮነ ኣነን ኣቢን ኣጸቢቕና ንፈልጥ ኔርና ኢና። እንተኾነ ግና ዓለም ኣንጻርና ደው ኢላ ንሕና ብዘይኣመናሉ ምኽንያት ክትፈላለየና ከም ዘይንፈቅድ ኣረጋገጽና። ወለድና ብሱላት እዮም ነይሮም፣ እንተኾነ ግን ራዕዲ ኸኣ ነይርዎም። እቲ ኹናት ንሓድሕድ ልቢ እታ ሃገር ቀይርዎ እዩ ነይሩ። እቲ ፍልልይና ከም ድልድል ዘይኮነስ ከም ዓውደ ውግእ እዩ ተራእዩ። እዚ ክኸውን ኣይኽእልን እዩ። ኣብ ቁም ነገር ኣይበጽሕን እዩ። እዛ ሃገር ትቀያየር እያ ዘላ። ኣብ ክልተ ዝተፈላለየ ደም ዝተሃነጸ ገዛ ውሑስ ኣይክኸውንን እዩ ዝብሉ ብወለድና ዝመጹ ጥርዓናት ከሰንፉና ደለዩ። ኣብ ግን ፈጺሙ ኢድ ክህብ ኣይደለየን ነይሩ። በቲ ተባዕ ርእሰ ምትእምማኑ ዋላ ዓለም ትገልበጥ በዚ ዘይጠቅም መበቆሎ ዶ ዓሌት ዶ ዝብል ፍቕርና ኣይንቐብርን ክብል ተቢዑ ትብዐኒ። እቲ ዘገድስ ንሕናን ፍቕርናን ከመይ ኣለና እምበር ዓለም እንታይ ትብል እንታይ እዩ ሕጋ ዘእትወና ኣይኮነን ኢሉ ነቲ ክመቓቕለና ዝመጸ ጸረ ፍቕሪ ኩነት በዲህዎ። ካብ ታሪኽ ንላዕሊኡ ናትና ፍቕሪ ኢሉ ነቲ ዘመደ ቤተሰብ ተስፋ ዘስኣኖ ፍቕርና በይኑ ተቓሊሱ ኣድሓኖ። ኣብ መወዳእታ ድማ ስድራ ይኹኑ ስድርኡ ነቲ ፍቕርና ብጸሎት ካብ ምሕጋዝ ሓሊፎም ካልእ ኣማራጺ ከም ዘይብሎም ተረዲኦም ተቐበልዎ። ስለዚ ኣብ መወዳእታ ተመርዒና ናይ ሓጎስ ዕርዲ ሰሪሕና ክንነብር ጀመርና። ህይወትና ቀጻሊ ብህንጡይነትን ታሕጓስን ዝተመልአ እዩ ነይሩ። ንግሆ ንግሆ ኣብ ንሓድሕድና ፍቕሪ ክንወድቕ ንዝርእየና ሓደሽቲ ጀመርቲ ፍቕሪ እምበር ሓዳር ጌርና ብሓደ ንነብር ኣይንመስልን ኔርና። ፍቕርና ንዘይንፈልጦም ሓለፍቲ መንገዲ ሰባት ጣልቃ ኣትዮም ሓሳብ ክህቡ ከም ዘለዎም ዝገብር ዓይነት ፍቕሪ ክንነብር ጀመርና። ሲነማ ንኸይድ ካብ ከተማ ወጺና ጎቦ ንሓኩር ዘለው ፈረስ መጋለቢ ኣሊሽና ክንጋልብ ንውዕል ካልእ ተሪፉ ከም ህጻን ጭቃ ኣብኲዕና ኣቑሑት ንጻወት ኔርና ንነብሲ ወከፍ ኣብ ርሕቀት ናይ መኪና ዝርከቡ ኣናእሽቱ ከተማታት ዳህሲስና ኢና እዚ ነቶም ኣብ ናትና ጫማ ደው ዘይበሉ ዕሽነትን ግዜ ንቐትል ምንባርናን ኮይኑ ክስምዖም ይኽእል እዩ። ንሕና ግን እቲ ዝበለጸ ክፋል ህይወትና ኢና ንነብሮ ነርና። ኣበኔዘር ሮዚ ሕጂ ኣሎ ዝበሃል ናይ ምዝንጋዕ ተሃና ካብ ስርዓት መትንና ነውጻእዮ ደሓር ቆልዑ ምስ ወለድና ናትና ዓለም ኣይክህልወናን እዩ እናበለ የስሕቐኒ ነይሩ። ቆልዑ ምስ ወለድና እዛ ዓለም ብዛዕባኦም ጥራሕ ከም እትኸውን ደጋጊሙ ይነግረኒ። እዚ ግዜና ብስስዐ ንርእስና ጥራሕ ኢና ንጥቀመሉ ኔርና። ኣብ ሓንቲ ኩርናዕ ኣብ ወሰን ጽርግያ ንሰዓታት ኮፍ እንብለላ ፍልይቲ ቦታ ኔራትና። ሎሚ በታ ቦታ ንሳ ክሓልፍ እቲ ዝኽረይ ኣይፈቕደለይን እዩ። ኣነ ቢዝነስ ኣድሚኒስትሬሽን እየ ጽኒዐ ኔረ፣ ንሱ ድማ ፋርማሲስት እዩ ኔሩ። ክልቴና ነውግዖ ግን ካብ ፍልስፍና ጀሚሩ ንሳይንስ ተንኪፉ ክሳብ ፖለቲካ ዝሽፍን እዩ። ለይቲ ለይቲ ሕልምታትና ከም ካርታ መንደቕ ገዛና ዘርጊሕና በዚ ኣቲና በዚ ወፂና ኣብዚ ቢዝነስና ዕቢና ክንብል ነውግሖ ነበርና። ናይ ገዛ ርእስና ንእሽቶ ፋርማሲ ክንከፍት እሞ ኣብ ጀርዲን ዘለዎ ገዛ ደቅና ወሊድና ብሓጎስ ክነንብር ተሊምናዮ ነርና። ኣብ ዝባን ፖለቲካ ዘይኮነስ ኣብ ማእገር ሰላም ዝተሃነጸ ስድራ ቤት ክትህልወና እዩ ነይሩ ናይ ወትሩ ሕልምና። ኣነ ካብ ብቆልዓይ ሃይማኖታዊትን ገዳም ምኻድ ዝፈቱን ነይረ። ደሓር ኣቤነዘር እውን ንዓይ ደስ ከብል ኢሉ ምሳይ ናብ ገዳማትን ቅዱሳት ስፍራታትን ምኻድ ጀመረ። ኣብቲ ፈለማ ንዓይ ከሐጉስን በይነይ ከይሰደንን ኢሉ ምሳይ ምኻድ ጀሚሩ። ቀስ ብቐስ ግን እቲ ኣብ ዓው ዝበለ ቤት ትልሂታት ሰላሙ ዝረክብ ዝነበረ ሰብኣይ ኣብ ስቕታ መንደቕ እምንን ጨና ዕጣንን ክረኽቦ ጀመረ። ኩሉ ግዜ ገዳም ንኺድ ክብለኒ ጀሚሩ። ከም ዘሎ ፈጺሙ ዘይፈልጦ ዓይነት ሰላም ክህቦ ከም ዝጀመረ ነጊሩኒ። ዝኾነ ናይ ስራሕ ምጭንናቕ ወይ ድማ ናይ ቤተሰብ ዘይምርግጋእ እንተጋጥሞ እናተልዓለ ናብ ገዳማትን ቅዱሳት ስፍራን ክኸይድ ጀመረ። ኣነ እውን ክግረመሉ ጀሚረ። እቶም ኣብ ካምፓስ ምሳኻ ዝዘሉ ዝነበሩ ዕርኽስኻ ሕጂ ተዝርእዩኻስ መጋገዩኻ እናበልኩ ክጫረቆን ክስሕቆን ጀሚረ። ሓደ ግዜ ግን ኣነ ኣብ ገዛና ንእሽተይ ስድራ ቤት ግጭት ተፈጢሩ ተጸዊዐ ከድኩ። ንኣቢ በይኑ ኣብ ገዛ ገዲፈዮ ብምኻደይ እኳ ቅር እንተበለኒ ግን ናይ ስድራ ቤት ጉዳይ ኮይኑኒ ጨኪና ከድኩ። ድሕሪ ሰሙን ኣቢ ደዊሉ በይኑ ከም ዝሰልቸዎን እቲ ገዛ ብዘይ በኣይ ክበልዖ ከም ዝደለየን እናሰሓቐ ነገረኒ። ስለዚ ክሳብ ዝምለሶ ኣብ ቀረባ ኣብ ዝርከብ ገዳም በጺሑ ክመጽእ ከም ዝደሊ ነገረኒ። እግረ መንገዱ'ውን ንኣምላኽ ስለቲ ዝህበና ፍቕሪ ኩሉ ከመስግኖ ከም ዝደሊ ሓበረኒ። ኣብቲ እዋን ናይ ባዕልና ፋርማሲ ክንከፍት ወዳዲእና፣ እቲ ዝጎደለና ገንዘብ ሓሞይ ክህበና ከም ዝኾነ ኣፍሊጡና ስለ ዝነበረ ንኣምላኽ እነመስግነሉ ምዃኑ ኣዘኻኸረኒ። ነዛ ናይ ሕልምና ፋርማሲ ክጽልየላ እየ ኢሉ እንትስሕቐኒ፣ በልኪ ደሓን ቀልጢፍካ ከኣ ናባይ ተመለስ ኢኻ። እዚኣ እታ ንመወዳእታ ግዜ ድምጹ ዝሰማዕኩላ ህሞት እያ ነይራ። ድሕሪኣ ኣቢ ናባይ ኣይተመለሰን። እቲ ብዙሕ ዝሰገረ ደፋርን ዕቱብን ኣቤኔዘር ኣብታ ንገዳም ተወስድ ኣብተውስ ተሳፊሩ መንገዱ ጀመረ። ኣብቲ ክትሪኦ ዝበሃግ ጎቦታት ገጸ ምድሪ ከኣ ሓንቲ ኣውቶቡስ መንገዳ ስሒታ ከም ዝጸደፈት ተሰምዐ። ለካ እቲ ናተይ ኣቢ እውን ኣብታ መንገዳ ዝሰሓተት ኣብቶብስ ኮፍ ኢሉ ስለ ሕልምታቱ እናሓሰበ እዩ ነይሩ። ኣብታ መዓልቲ እቲኣ ኣቢተይ ሓዊስካ ዓሰርተ ሰባት እዮም ተጎዲኦም። ኣቢተይ ሓደ ካብኣቶም ክኸውን ዕጩ ነይሩ። ገና ነቲ ዝጀምር ዘሎ ሕንጫል ህይወት የቐንየለይ ክብል ኣብ ዝተበገሰሉ ህሞት ህይወቱ ሰኣነ። ነቲ ሕልምታትና ኣብ ርእሱ ነቲ ስመይ ድማ ምናልባት ኣብ ከንፈሩ ሒዙ እዩ መይቱ። ካብ ዝኾነ እዋን ንላዕሊ ሕጉስ ኣብ ዝነበረሉ እዋን ነዚ ዓለም ተፋንይዋ። ነቲ ናፊቑኒ ነቲ ናፊቐዮ ዝነበርኩ ናፍቑ እኳ ክነውጽእ ዕድል ኣይነበረናን። ምስ ናፍቖቱ ገዲፉኒ ከይዱ። እቲ ሓዘነይ ዝኸበደ ዝገብሮ ንዕኡ ምስኣነይ ጥራሕ ኣይነበረን፣ እቲ ንዕኡ ዝሰኣንኩሉ መንገዲ እውን እዩ። እቲ ናይ መወዳእታ ተሌፎን ዝርርብና ከም ዝተሰብረ መዝገብ ኣብ ርእሰይ ደጋጊሙ ይቓጭል ኣሎ። እቲ ሰሓቕና፣ እቲ ጽምዋ ክበልዖ ከም ዝደለየ ዝነገረኒ ኩሉ መመሊሰ ይሰምዖ። ኣዚና ኣብ ፍቕሪ ስለ ዝነበርና እተን ሰሙን ዘይመልእ ዝተፈላለናለን መዓልታት ጸልማት ኮይናናና ምንባረን እዝክር እየ። ናፍቆተይ ናፍቆተይ ተበሃሂልና ድሕሪ ሓደ መዓልቲ ኣብ ድራር ከም እንራኸብ ቃል ተኣታቲና ኢና ተሌፎን ዓጺና። እሰን ናይ መወዳእታ ቃላት እዚኤን ምንባረን ከኣ ኣዝየ እየ ዝጸለን። ናይ መወዳእታ ስምዒትና ናፍቆት ምንባሩ ኣዝየ እየ ዝጸልኦ። ምኽንያቱ ሕጂ እቲ ናፍቆተይ ናብ ዝኸዶ ቦታ የብሉን። መወዳእትኡ ገደል ናብ ዝኾነ መንገዲ እዩ ዝኸይድ። ኣቢተይ ግን ኣብ ተናፊቐሉ ዝነበርኩ ኩነታት እዩ ገዲፉኒ ከይዱ። ሕጂ ኸኣ ኣብቲ ቦታ ንሱ ንዘለኣለም ተሸኺለ ኣለኹ። ንሓንቲ ካልኢት ካብ ሓደ ክፍሊ ውፅእ ኢሉ ዝጠፍእ ኮይኑ ይስምዓኒ። እቲ ንዕኡ ንምርኣይ ዝነበረኒ ጥሜት በቲ ሓደጋ መኪና ክዛዘም ግን ኣይከኣለን። ነባሪ ኮይኑ ሕጂ እውን ዝኾነ ተኣምር ተፈጢሩ ደጊመ ክርኤ እየ ዝህንጦ። ንኣዋርሕ ከም ካብ ሓጺን ዝተሰርሐት ጓል ኣንስተይቲ እየ ነይረ። ሓዚነ ጥራሕ ዘይኮነስ ሓደገኛ እውን ኮይነ ነይረ። ኣብ ልዕሊ ስድራይ ይንድርን ይሓርቕን ነይረ። ከጸናንዑ ኢሎም ሓንቲ ቃል ኣብ ዘምልቑሉ ኩሉ ብኣውያት መሬት ሓንቲ ክገብራ ይኽእል። ምስቲ ገጢሙኒ ዘሎ ኩነት ዘይራኸብ ምኽንያት እናምጻኹ የንጸርጽረሎምን ይገንሖምን። በቲ ዘርእዶ ዓሌትዶ እናበሉ ክፈላለዩና ዝሓሰቡ ዝነበሩ ጉዳይ ኣልዒለ ክወቕሶም እደሊ። ንዓኹም ክነእምን ዝወሰደልና ግዜ ንባዕልና ነቢርናሉ እንተንኸውን ሕጂ ክንድዚ ምተጎዳእኹን እናበልኩ ኣብቲ እንተዝኸውን ዓለም እትየ ተወቃሲ ሰብ ክእልሽ ልሓሕ ይብል ነይረ። ካብ ኩሉ ዝገደደ ኸኣ እቲ ዝኸፈአ ውግአይ ምስ ኣምላኽ ዝነበረ ውግእ እዩ። ከመይ ኢሉ ክኢልዎ? ኣቢተይ ናብኡ ምስ ነቐለ የቐንየለይ ክብል ናብቲ ቅዱስ ስፍርኡ እናኸደ ከመይ ኢሉ ጨኪኑ ናይ ሓደጋ ግዳይ ይገብሮ እናበልኩ ምስ ዘይረኣ ሓይሊ ይበኣስ። ዓለም ኣብ ልዕሊ እቲ ኣብ መወዳእታ እምነቱ ዝረኸበ ወዲ ብሕሱም ጭካነ ብነፍሱ ዝተጻወተት ኮይኑ ተሰሚዑኒ ስለ ዝነበረ ኣነ እውን ኣብ ልዕሊ ፈጣሪ ጨከንኩ። ኣብቲ እዋን መጽሓፍ ቅዱስ እንትርኢ ክሕደት ፊደላት ተኸዲኑ ኣብ ዙርያይ እንትንሳፈፍ ይረኣየኒ ነይሩ። ኣምላኽ ይሓስብ፣ ኣምላኽ ይፍጽም፣ ኣምላኽ ንኹሉ ዝገብሮ ብምኽንያት እዩ ዝብሉን ካልኦትን መጸናንዒ ተጠቒሞም ሰባት ቁስለይ ክጎድኡኒ እንትፍትኑ ኣነ ውጥን ወይ ምኽንያት ኣይኮንኩን ዝደሊ ይብሎም። እቲ ምሳይ ኮይኑ ጎበን ተስፋን ዝሓኩር ዝነበረ ብዛዕባ መጻኢና ደቅናን ዝዋዘ ዝነበረ ኣቤነዘር ጥራሕ እየ ዝደሊ መመሊሰ ይነግሮም። ይፈልጥ እየ ተጸሊላ ዝብል ስም ክህቡኒ ኣብ ቀረባ ከም ዝነበሩ። ሰባት ኣብ ጫማኻ ደው ኢሎም ነቲ ዝስምዓካ ክፈልጡ እዮም ዝጽገሙ እምበር ብደጌኻ ሪኦም ስማ ስም ክህቡን ክፈርዱን ኣይጽግሞምን እዩ። እቲ ናትካ ውድቀት ከም ናቶም ዓወት ስለ ዝርእይዎ ቀልጢፎም ንውድቀትካ ክሰምይዎን ሳጓ ከውጽኡሉን እዮም ዝቀዳደሙ። ሕጂ ሕጂ ግን እቲ ሕርቃን፣ እቲ ሓዘን ናብቲ ዘፍርሕ ዛሕሊ ይቕየር ኣሎ። ዕድመይ ጋና ሰላሳ እኳ ኣይተቓረበን ዘሎ። እንተኾነ ግን ህይወተይ ኣብ ምውዳእ ገጹ ከም ዘሎ ኮይኑ ይስምዓኒ። ኣብ ቅድመይ ዘሎ ዓሰርተታት ዓመታት ዓዲ ሰላሳ፣ ዓዲ ኣርብዓ፣ ዓዲ ሓምሳ ዘሎ ዕድመይ እንትስእሎ ነዊሕን ጸቢብን ኮይኑ ስቕታ ዝዓብለሎ ጥራሕ ዝኸውን ይመስለኒ። ዕምረይ ምሉእ በይነይ ኮይነ ዘሕልፎ እናመሰለኒ ኣዝየ ይፈርሕ። እቲ ዘይምምርዓው ጥራሕ ዘይኮነስ ብናይ ብሓቂ ብሕስውና ምስ ነብሰይ ተወሃሂዱ ንዘለኣለም ከይነብር እሰግእ። ኩሉ ዝተመርዓወ ብሓደሎ ማለት ኣይኮነን። ኩሉ ብሓደ ዘሎ ብናይ ብሓቂ ብሓደ ኣሎ ማለት እውን ኣይኮነን። ክንደይ ኣሎ ብሰባት ተኸቢቡ ክንሱ ግን ብብሕትውና ተወሪሩ ዝነብር። ድሕሪ ደጊም ንዓይ እንትጥምት ሙሉእ ዓለሙ እተሪኦ ሰብኣይ ክረክብ ኢለ ኣይኣምንን። ኣቤኔዘር እቲ እንኮ ተኣምራተይ ምዃኑ ፈልጥ እየ። እቲ ዘይተረድአኒ ነገር ንምንታይ ምስቲ ተኣምራተይ ክነብር ኣድማስ ዘይፈቐደ ዝብል እዩ። ጸሓይ ኣብ እትዓርበሉ እዋን ኣብ ዓለም ዘሎ ክብደት ኩሉ ኣብ ዝባነይ ከም ዝተጻዕነ ናብ ሓደ ጎነይ ገጽ ክሳብ ዝዛዙ ይኸብደኒ። ክብደት ናይ ሓደ ኣዝዩ ዓቢ ዓራትን ኣዝዩ ጸጥ ዝበለ ገዛን ይስምዓኒ። ሓደ ዓመት ሓሊፉ ኣሎ። ኣነ እውን ንዓርሰይ ኣብ ናይ ስራሕ ሸፈነ ምውዓል ካብ ዝጅምር ኣቢተይ እውን ንገዛ ተመሊሱ ካብ ዘይመጽእ ሓደ ዓመት ተቖጺሩ። ስራሕ ምውዓል ካብቲ ዝረኽቦ ገንዘብ ንላዕሊ እቲ ዝበለጸ መሕብእየይ ቦታ ምዃኑ'የ ዝፈትዎ። ኣብ ጣውላይ ኮፍ ኢለ ብዛዕባ ስራሕ ዝተገደስኩ ሰብ ኣምሲለ እሰርሕ። እታ ሓቀኛ ሮዛ ግን ክሳብ ሕጂ'ያ ኣብቲ ኣጻድፍ ጎቦታት ደው ኢላ ነታ ፈጺማ ዘይትመጽእ ኣብቶብስ ትጽበ ዘላ። ኣብ ዝሓለፈ ሓደ ዓመት ናብ ቤተ ክርስትያን ይኹን ናብ ገዳም ከይደ ኣይፈልጥን። ሰላም ውሽጠይ ናብ ዝወሰደ ስፍራ ከመይ ኢለ'የ እሞ ክኸይድ? ከመይ ኢሉ ኣኽኢሉኒ በቲ ኣቢተይ ዝዓረፈሉ መንገዲ ክሓልፍ እኽእል? እቶም ሓቢርና ንኸደሎም ዝነበርና መንገድታት፣ ንዘናግዐሎም ዝነበርና ቦታታት፣ ንኸደሎም ዝነበርና ሲነማታት ኩሎም ተጸይፈዮም ከብቅዕ፣ እንድሕር ብኣጋጣሚ ክልቴና ዝነበርናሉ ቦታ እንተኸይደ ኳስ፣ መንፈስ ናይ ኣቢ ስለ ዝረኣየኒ ውሽጠይ እዩ ዝርበሽ። ሰባት ከምዚ ዓይነት ፍቕሪ ስለ ዘሕለፍኩ ጥራይ ዕድለኛ ኢኺ ይብሉኒ። ሎሚ ሎሚ ከምዚ ናትኩም ዝበለ ፍቕሪ ዝቋደስ ሰብ ኣዝዩ ውሑድ እዩ ክብሉ ንሰምዕ'የ። ካልእ ይትረፍ ብውሕዱ ጥዑም ዝኽርታት እኳ ኣለውኺ ይብሉኒ። ግን እቲ ዘይተረድኦም ነገር እቶም ዝኽርታት እኮ ናብ ነብሲ ወከፍ ጸልማት ክፍሊ ዝስዕቡኒ ጽላሎት እዮም። እቶም ዝኽርታት እኮ ነቲ ዝትንፍሶ ኣየር ኣቃጢኖም ዓቕለይ ዘጽብቡለይ ባእታታት እዮም። እቶም ዝኽርታት እኮ ንነብሰይ ነቲ ዘይከኣል ተኣምር ክፍጠር ክትምነ ዝገብሩ ጸላእተ እዮም። በየናይ መለክዒ ደኣሎም እዚ ጥዑም ዝኽርታት ዝተሰከሙ? ንኣቢ እንተ ዘይፈልጦ እኮ ወይ ቅድሚታ ንኣቢ ዝረኸብኩላ መዓልቲ መይቶ እንተ ዝኸውን እኮ ኣብ ህይወት እንታይ ጎዲልኒ ከም ዘሎ ኣይምፈለጥኩ ነይረ። ዝቕጽሉ ኣርብዓ ሓምሳ ዕምርታተይ ዝመኸኸት ፍርቂ ልቢ ሒዘ ክነብር ኣይምተገደድኩ ነይረ። ኣብ መወዳእታ ዝብሎ ነገር እንተሎ፣ ፍቕሪ ቅድስና እንድሕር ኮይኑ ስለምንታይ እዩ ካብ ኢድና ምስ ሞሎቐ ከም መርገም ኮይኑ ዝስምዓና? እስኪ ክሓተኩም፣ ንሓደ ከም ተወርዋሪ ኮኾብ ብልጭ ኢሉ ድሙቕ ብርሃን ለጊሱልካ ዝጠፍእ እሞ ብድሕሪኡ ንዘልኣለም ክጽልምተካ ዶ ይሓይሽ? ወይስ ኣብ ሃሳስ ባና ብርሃን ዘለዎ ህይወት ነቢርካ ነቲ ሓቀኛ ብርሃን ከይፈለጥካዮ ምፍላይ ይሓይሽ? ምኽንያቱ ኣብዚ ሕጂ እዋን ልበይ መሊሳ ምልእትን ሓዳሽን ንኽትኮነለይ ምስ ነብሲ ወከፍ ጽቡቕ ዝኽረይ ምተለዋወጥኩ ነይረ። ይፈልጥ እየ እዚ ፍትሓዊ ዝኾነ ልውውጥ ኣይኮነን። እንተኾነ ግና እዛ ዓለም መዓዝ ኣምር ፍትሒ ትፈልጥ ኮይና እያ። ከምዚ ኢለ ክስካብ መዓዝ እየ ክቕጽል? እዚ ፍርቂ ህላወ ዝኾነ ህይወት መዓዝ እዩ ጠጠው ከብል? ኣይፈልጥን። ሓደ ነገር ግን ርግጸኛ እየ። ልበይ ንኻልኣይ ግዜ ክተፍቀር ንኻልኣይ ግዜ ጣዕመ ፍቕሪ ክትቋደስ ከም ዘይትኽእል ኣንዳዕዲዐ ይፈልጥ እየ። ስለምንታይ ዛንታ ይነግር ኣለኹ? ምኽንያቱ ነዚ ዛንታ እትሰምዑ ሰባት ዋላ ከም ድላይኩም እንተፈረድኩምኒ ኣይፈልጠኩም ኣይትፈልጡንን ኢኹም። ስለዚ ስለ ዛንታይ ብጭቕ ኣቢለ ምክፋለይ ክትንፍስ ምኽኣለይን እምበር ስለ ናትኩም ፍርዲ ዝጨነቐሉ ጉዳይ ኣይኮነን። እኳ ደኣስ ካብቲ ትጽሕፍዎ ልበዋታትን ሓዘኔታታትን ናይዚ መፍትሒኡ ጠፊኡኒ ዘሎ ማዕጾ ኣንፈቱ ኣባኻትኩም ክረኽቦ ኸውን።